መጥቃዕቲ ሚሳይል ኣብ ሰሜን እስራኤል። ሚሳይላት ኢራን ሎሚ ዓርቢ ንግሆ ኣብ ከባቢ ናዝሬት እትርከብ ቁሸት ዛር ዚር ንስርዓት ምክልኻል ሚሳይል እስራኤል ጥሒሶም ብምእታው ጉድኣት ኣውሪዶም። ኣገልግሎት ህጹጽ ረድኤት እስራኤል ሓምሳን ሸሞንተን ሰባት ከም ዝቖሰሉ ሓቢሩ። ሓንቲ ጓል ኣንስተይቲ ብፍንጭልጫላት ሚሳይል ማእከላይ መጉዳእቲ ክወርዳ እንከሎ፣ እቶም ካልኦት ግዳያት ድማ ፈኲስ መጉዳእቲ ኣጋጢምዎም። ወተሃደራዊ እስራኤል ኣባላት ህይወት ኣድሕን ነቲ ኩነታት ንምግምጋም ነቲ ቦታ ፍጻመ ንምጽራይ ናብቲ ቦታ ተላኢኾም። ነፋሪት ኣመሪካ ኣብ ዒራቕ ተሓምሺሻ። ሰራዊት ኣመሪካ ኣብ ምዕራብ ዒራቕ ኣብ እዋን ስርሒት ሓንቲ ነዳዲ እትመልእ ወተሃደራዊ ነፋሪት ከም ዝወደቐት ተረጋጊጹ። እቲ ሓደጋ ክልተ ነፈርቲ ዘሳተፈ ከም ዝነበረ እታ ካልኣይቲ ነፋሪት ግና ብሰላም ከም ዝዓለበት ተሓቢሩ። ሰበ ስልጣን ኣሜሪካ እቲ ሓደጋ ብሰንኪ መጥቃዕቲ ፀላኢ ዘጋጠመ ኣይኮነን ይብሉ። ጉጅለታት ህይወት ኣድሕን ናብቲ ቦታ ተላኢኾም ግቡእ ስርሖም ይሰርሑ ከምዘለዉ ገሊፁ። ሓደ ካብ ሓይልታት ፈረንሳ ተቐቲሉ። ፕረዚደንት ፈረንሳ ኢማኑኤል ማክሮን ኣብ ዒራቕ ዞባ ኤርፒል ኣብ ዝተፈፀመ መጥቃዕቲ ሰብ ኣልቦ ነፋሪት ኢራን ሓደ ወተሃደር ፈረንሳ ከም እተቐትለ ኣፍሊጡ። ኣብቲ መጥቃዕቲ ካልኦት ሓያሎ ሰራዊት ፈረንሳ እውን ቆሲሎም። እቲ ኲናት ካብ ዝጅምር እዚ ቅትለት ወተሃደር ፈረንሳን ንፈረንሳ ፋልማያ ምዃኑ እዩ ዝግለጽ። እስራኤል ኣብ ልዕሊ ኢራን ሊባኖስ ሓድሽ መጥቃዕቲ ኣካይዳ። እስራኤል ኣብ ርእሲ ከተማ ኢራን ቴህራን ሰፊሕ ማዕበላዊ መጥቃዕትታት ከም ዘካየደት ገሊጻ። ሓይልታት እስራኤል ኣብ ዶባዊ ሊባኖስን በይሩትን ኣብ ዝርከቦም መደበራት እውን ሓድሽ መጥቃዕቲ ብምፍጻም ነቲ ግጭት ናብ እተፈላለዩ ግንባራት ኣስፊሕዎ። ኢራን ቁልፊ ዓለማዊ መስመር ነዳዲ ኣብ ሓደጋ ኣእትያቶ ኣላ። ሓድሽ ላዕለዋይ መራሒ ኢራን ሞጅታባ ካሚኔ፣ ኢራን ነቲ ኣስታት ዕስራ ፐርሰንት ዓለማዊ ነዳዲ ዝሓልፈሉ ሓደ ካብቶም ኣገደስቲ መስመራት መራኽብ ነዳዲ ዓለም ዝዀነ መጻብቦ ሆርሙዝ ምዕጻው ክትቅጽሎ ምዃና ገሊጹ። ኢራን ኣብቲ ዞባ ንዝርከባ ወተሃደራዊ መዓስከራት ኤመሪካ ዒላማ ምግባር ከም እትቐጽል እውን ኣመልኪቱ። እዚ ናይ ሞጅተባ መልእኽቲ ኣብ ቴለቭዝን ኢራን እተነበ ኮይኑ ናቱ ጽሑፍ ምዃኑ እዩ ተገሊጹ ዘሎ። እዚ ከምዚ ኢሉ እንከሎ እቲ ሓድሽ ላዕለዋይ መራሒ ክሳዕ ሕጂ ኣብ ህዝቢ ስለ ዘይተራእየ ወይ ብካልእ ወጺኡ መግለጺ ዘይሃበ ብዛዕባ ኩነታት ጥዕንኡ እተፈላለየ መግለጺታት ይወጽእ ኣለዉ። ገለ ምስ ኣቦኡ እዩ ነይሩ፣ ብኸቢድ ተሃሪሙን እግሩ ተቖሪጹን ኣብ ይሕከም እዩ ዘሎ ክብሉ እንከለዉ ግና ምናልባሽ ሞይቱ እኸውን ይኽእል እዩ እዩ ትብል። መንግስቲ ኢራን ግና እቲ ላዕለዋይ መራሒ ዝኾነ ከም ዘየጋጠሞን ኣብ ውሽጣ ኣብ። ውሑስ ቦታ ከም ዘሎን ይገልጹ። ተወሳኺ መጥቃዕቲ ኣብ ወሽመጥ ዓረብ፣ ኣብ ወሽመጥ ዓረብ ሰለስተ ናይ ጽዕነት መራኽብ መጥቃዕቲ ከም ዝበጽሐን መንግስታዊ ማዕከናት ዜና ኢራን ድማ ንሓደ ካብቶም መጥቃዕቲ ሓይልታት ኢራን ከም ዝፈጸሞም ገሊጻ። ኣብ ወሽመጥ ዓረብ ሰለስተ ናይ። ጽዕነት መራኽብ መጥቃዕቲ ከም ዝበጽሐን መንግስታዊ ማዕከናት ዜና ኢራን ድማ ንሓደ ካብቶም መጥቃዕትታት ሓይልታት ኢራን ከም ዝፈጸምዎ ገሊጹ። ዓባይ ብርጣንያ ሰብ ኣልቦ ነፈርቲ። ዓባይ ብርጣንያ ሓይልታት ኣብ ዒራቕ ኣብ ጥቓ ሓደ ወተሃደራዊ መዓስከር ክልተ ሰብ ኣልቦ ነፈርቲ ከም ዘውደቑ ኣረጋጊጹ። ግዝያዊ ምቅላል እገዳ ነዳዲ ሩስያ። ጻዕዳ ቤት፣ ዋይት ሃውስ፣ ኣብ ማእከላይ ምብራቕ ዘሎ ወጥሪ ንዓበይቲ መስመራት ነዳዲ ኣብ ሓደጋ ኣእትዩ'ሎ ኣብ ዘሎ እዋን፣ ሃገራት ተኣጊዱ ዝነበረ ነዳዲ ሩስያ ንምግዛእ ናይ ሰላሳ መዓልታት ፍቓድ ክወሃበን እዩ ይብል። ሩስያ ሓሊፉላ እዩ ዘብል ከምዚ ሕማቕ እዋን ክመጽእ እንከሎ እኳ ንገሊኡ ንጽቡቕ እዩ። ፕረዚደንት ዶናልድ ትራምፕን ካልኦት ፖለቲከኛታት ኣመሪካ ዝተጠቐምዎ ዓሌታዊ ናይ ጽልኢ ዘረባ ግህሰት ሰብኣዊ መሰላት ክጉህር ከም ዝገበሩ ሓደ ተቖጻጻሪ ሕቡራት ሃገራት ኣጠንቂቑ። ብውድብ ሕቡራት ሃገራት ዝድገፍ ናጻ ክኢላታት ዝሓቖፈ ፓነል ኮሚተ ምውጋድ ዓሌታዊ ኣድልዎ ሲኢኤርዲ ዘቕረቦ ጸብጻብ፣ ኣመሪካ ኣህጉራዊ ሕጊ ከተኽብር፣ ፖሊሲታት ሰብኣዊ መሰላት ክትግምግምን ኣተሓሳሲቡ። ስደተኛታት፣ ሓተትቲ ዕቝባን ብፖለቲከኛታት ጸለውቲ ፍሉጣት ሰባት ከምኡ'ውን ኣብ ዝለዓለ ደረጃ ሰልፊ እታ ሃገር ብፍላይ ድማ ሪፓፕሊክን ከም ገበን ገበነኛታት ወይ ከም ጾር ተገይሮም ምቕራቦም ዓሌታዊ ኣድልዎን ገበናት ጽልእን ከለዓዕል ከም ዝኽእል ገሊጹ። ዋይት ሃውስ ነቲ ጸብጻብ ዘይጥቀምን ሻራውን ክብል ብምግላጽ ነጺግዎ። ትራምፕ ዶብ ኣመሪካ ንምውሓስ ዝገብሮ ዘሎ ጻዕሪ ዝተጠቕሰት ወሃቢት ቃል ዋይት ሃውስ ኦለቪያ ዌልስ እቲ ጫፍ ዝረገጸ ሻራውነት ንምንታይ ዝኾነ ሰብ ብዕቱብን ከም ዘይውሰዶም ዘረጋግጽ እዩ ኢላ። እቶም ሻራውያን፣ ሻራውያን ክኢላታት ሕቡራት ሃገራት ዝበሃሉ እንታይ ይሓስቡ ዝግደስሉ ሰብ የለን፣ ምኽንያቱ ኣመሪካውያን ካብ ዝኾነ እዋን ንላዕሊ ኣብ ውሕስነት ሓያልን ሃገርን እዮም ዝነብሩ ዘለዉ ክትብል ወሲኻ ገሊጻ። እቲ ኣብ ጀኔቫ ዝመደበሩ ኮሚቴ ኣብ ጸብጻብ ንኣጀንዳ ምትግባሩ፣ ኢሚግሬሽን ትራምፕ ብፍሉይ ነቒፉ፣ ብዛዕባ ስደተኛታት፣ ሓተትቲ ዕቝባን ካልኦት ከምኡ'ውን ተባሂሎም ዝግመቱ ሰባት ዒላማ ኣብ ዝግበር ኢደናዊ መርመራ መንነት ድማ ኣዝዩ ስክፍታ ከም ዘለዎ ገሊጹ። እቲ ብረቡዕ ዝተዘርግሐ ጸብጻብ ፍሉያት ፍጻመታት ኣይተጠቕሰን፣ እንተዀነ ነቲ ሚነሶታ ዝተወስደ ስርሒት ኢሚግሬሽን ዝምልከት ምዃኑ ምርዳእ ይከኣል። እዚ ክልተ ኣመሪካውያን ዜጋታት ረኒ ጉድን ኣሌክስ ፕሪቲን ብወከልቲ ፌደራል ምስ ተቐተሉ ኣብ መላእ ሃገር ተቓውሞታት ኣስዒቡ።